ሰላም ክቡራት ተኸታተልቲ በብዘለኹሞ ሰላም ክትኮኑ ይምነ። ኣብ ናይ ሎሚ መደብና ብደቂ ኣንስትዮ ተደላዩ ዝገብሩኻ ኣካላዊ ቋንቋታት ዝብል ሒዘ መጺ ኣለኹ። ወዲ ከም ወዲ መጠን ወዲ ዘብሎ እንታይ እዩ? ጓል ኣንስተይቲኸ? መብዛሕትኡ ግዜ ብፍላጥና ድዩ ብዘይፍላጥና ጓል ኣንስተይቲ ኾይና ናይ ወዲ ተባዕታይ ዓይነት ምንቅስቓስ ትገብር፣ ወዲ ተባዕታይ እውን ከምኡ ሰበይቲ ሰበይቲ ትጻወት። ንሎሚ እምበኣር ሓደ ወዲ ተባዕታይ ሰብኣይ ዘብልዎ ብደቂ ኣንስትዮ ዝድለ ዓይነት ወዲ ከመይ ዝበለ እዩ ኸነዘራረበሉ ኢና። ልክዕ ከምቲ ሓንቲ ጓል ኣንሰይቲ ክትፈቱ ከላ ናይ ባዕላ ኣካላዊ ቋንቋታት ዘለዋ ወዲ ተባዕታይ እውን ናይ ባዕሉ ዝኾነ ብኣካላቱ ዝረዳዳኣሉ ቋንቋ ኣለዎ እዩ። ንንገብሮ ኣክሽን እውን ከከም ደረጃ ርክብና ዝተፈላለየ እዩ። ማለት ኣብ መጀመርያ ርክብና ድዩ ንነዊሕ ግዜ ጸኒሕና ጓል ኣንሰይቲ ዝህልወና ኣካላዊ ቋንቋ ንርኣይ። እቲ ቀንዲ ምኽንያት ደቂ ኣንስትዮ ነዞም ኣካላዊ ቋንቋታት ወዲ ተባዕታይ ዝፈትወኦም ምኽንያት ድማ እዞም ምልክታት ተባዕታይነት፣ ኣካላዊ ጥንካረና፣ ደቂ ተባዕትዮ ኣብ ደቂ ኣንስትዮ ዘለና ፍቕራዊ ርክብ ዘርእዩ ብምዃኖም እዩ። ሓደ ብሓደ ንዘርዝሮም። ንደቂ ኣንስትዮ ፍሉይ ስምዒት ዝፈጥረለን ሓደ ወዲ ዝገብሮ ኣካላዊ ምንቅስቓስ ቀዳማይ ነታ ጓል ኣንስተይቲ ክሪኣ ከሎ ኣእዳዉ ብጸጉሩ ብምንቅስቓስ ኣብ ርእሱ ጸጉሩ ይሃልዎ ኣይሃልዎ ብዘየገድስ መላጥ ይኹን ብዘየገድስ ብኣእዳው ርእሱ ምንኽኻእ ከምዚ ክገብር እንከሎ፣ ሓደ ወዲ እታ ጓል ኣንስተይቲ እቲ ወዲ ተባዕታይ ኣብኣ ድልየት ስምዒት ከም ዘለዎ ክትርዳእ ካብ ዝገብርዋ እዩ። እዚ መግለጺ ተባዕታይ ባህሪኡ ብምዃኑ ድማ እታ ጓል ኣንስተይቲ ንኽትፈትዎን ኣብኡ ድልየት ንኽተሕድርን ካብ ዝገብርዋ እዩ። ብኻልኣይ ደረጃ፣ ሓደ ብደቂ ኣንስትዮ ተደላዪ ዝኾነ ወዲ ዘርእዮም ምልክታት ኣካላዊ ቋንቋ ድማ ደቂ ኣንስትዮ ዝምነይኦ መግለጺ ሓደ ሰብኣይ ናይ ዝኾነ ኢለን ዝሓስብኦ ድማ መንከሱ ብኣእዳው ምድህሳስ ጭሕሚ ብኣእዳው ምንኽኻእ እዩ። ሳልሳይ፣ ሓደ ብደቂ ኣንስትዮ ተፈታዊ ዝኾነ ወዲ ተባዕታይ ንሓንቲ ጓል ኣንስተይቲ ቀልባ ዝስሕበል ድማ ኣካላታ ካብ ታሕቲ ንላዕሊ ምስ ረኣያ ርእሱ ብምንቕናቕ ናይ ብሓቂ ጽብቕቲ ዝዓይነቱ መልሲ ይህባ። ወይ ድማ ኣካላታ ብዝግባእ ምስ ረኣያ ርእሱ ኣይከውንን ከም ዝብል ዘሎ ዓይነት ምንቅስቓስ ወይ ድማ ኣካላታ ብዝግባእ ምስ ረኣያ ብርእሱ ኣይከውንን ከም ዝብል ዘሎ እዚ ዓይነት ምንቅስቓስ እዚ ድማ ደጊማ ንክትሓስበካን ኣባኻ ድልየት ንክህልዋን ዝገብር እዩ። ከም ሰብኣይ ንክትሓስበካ እውን ዝገብር እዩ። ብራብዓይ ደረጃ ሓደ ወዲ ብጓል ኣነስተይቲ ዝለዓለ ተደላይነት ንክህልዎ ዝገብሮ ድማ ኣካላዊ ጥንካሮ ዘለዎ ወዲ ምዃኑ ንክርዳእ ይገብራ። እዚ ድማ ነገራት ሓፍ ብምባል ክኸውን ይኽእል እዩ። ዋላ እውን ብጣዕሚ ትቀራረቡ እንተኾይንኩም ነታ ጓል ኣንስተይቲ ሓፍ ብምባል ክኸውን ይኽእል እዩ። ሓምሻይ፣ ናብኡ ክትቀርብ ብኣእዳዋ እናሓዘ ይስሕባ፣ የጻውታ ወይ እውን ብድሕሪታ ብምምጻእ ኣእዳዋ ብምጥማር ይኹን ካልእ ዓይነት ኣተሓቋቑፋ ይሓቑፋ። እዚ ናይ ምትሕቑቛፍ ደረጃ ድማ ከከም ደረጃ ቅርርብካ ወይ እውን ዘለኻዮ ደረጃ ይውሰን። ፍቑራት ወይ እውን መርዑ ኮይንካ ክኸውን ይኽእል። ሻድሻይ፣ ሓደ ብደቂ ኣንስትዮ ተደላዪ ዝኾነ ወዲ ዝገብሮ ድማ ናብ ዝኾነ ከባቢ ሓቢሮም ክኸዱ ከለዉ ኣእዳዋ ብኣእዳዉ ብምሓዝ ሓቢርዋይ ምንቅስቓስ ይገብር፣ ይዘናጋዕ። ሻውዓይ፣ እናሓለፈ ወይ ኣብ ዝኾነ እንሃለወ ሓንቲ ድሌት ዘሕድረላ ጓል ኣንስተይቲ እንተልያ ንእሽቶ ርእሱ ብምንቕናቕ ሽፋን ሽፍታ ኣዒንቱ ሓፍ ብምባል ብኣግራሞት ኣይከውንን ዝዓይነቱ ወይ ድማ ምንቅስቓስ ርእሲ ክኸውን ይኽእል እዚ እውን ንሓንቲ ጓል ኣንስተይቲ ደስ ካብ ዘብላ ኣካላዊ ቋንቋ ወዲ ተባዕታይ እዩ ሻምናይ ንዓኣ ጸቕጢ ዘይፈጥር ናብኣ ምጥማት ንዓኣ ከም ትፈልጣ ወይ ብዛዕባ ትፈልጦ ከም ዘለካ ኣትኲርካ ምርኣይ ብፍላይ ዓይኒ ድማ ነጸብራቕ ናይ ውሽጥኻ ተባሂሉ ስለ ዝእመነሉ፣ ኣይ ኮንታክት ክትገብር ከለኻ ነታ ጓል ኣንስተይቲ ዝለዓለ ኣቓልቦ ከም ዝሃብካያ ክትርዳእ ትገብራ ኣለኻ። እዚ ተቢዕካ ናይ ምጥማት ድማ ማንም ወዲ ዝገብሮ ቀሊል ነገር ስለ ዘይኮነ ንዓኻ ፍሉይ ይገብረካ። እምበኣር ክቡራት ተኸታተልቲ Love Life Channel ንሎሚ ዝነበረና መደብ ኣብዚ ይዛዘም፣ ዝቕጽል መዓልቲ ብኻልእ መደብ ክሳብ ንራኸብ ሰላም ንዓኹም።